ዓበይቲ ሕልምታት ንሓልም ተለና ዓበይቲ መንገድታት እዩ ምኻድ ዝጽበየና። ዓበይቲ መንገድታት ምኻድ ዝጽበየና ተሎ ከኣ ዓበይቲ ዕንቅፋታት ዓበይቲ ብድሆታት ኣሎ። ትክክል ሕልሚ ዝሓለሙ ሰባት ኣይድቅስዩምን ኣቺቭ እውን ይገብርዎ እዮም። ሰባት ንምንታይ ደኣ እዩ ብጣዕሚ ዝጽግሞም? ኣእምሮና ከም ምክንያት ዘቅርቦ መከላኸሊ። ናይ ኣእምሮ መከላኸሊ ኣፍደገ። ዘለኣለም መሰረታዊ ሕቶ ኣምዚ ካብ ኢድ ናብ ኣፍ ንብልዎ ወለድና። ስነምግባርና እውን ነቲ እንሓልሞ ሕልሚ ዘብጽሕ ስነምግባር ክንውንን ኣለና። ውሑዳት ዘሳኽዕዎ ምስጢር ታይ እዩ? ኣሎራ ውሽጣዊ ብርሃን ኣድማሳዊ ድምቀት።
ሰባት መብዛሕትኡ ግዜ ኣብ መሰረታዊ ሕቶኦም ምምላስ እምበር፣ ሕልሞም ኣብ ምንባር ብጣዕሚ እንትፅገሙ ኢና ንዕዘብ። እዚ ዝኾን ዘሎ ታይ እዩ ኢልና ትሓትት ተለና ብዙሓት ምኽንያታት ምድርዳር ይከኣል እዩ። እቲ ዋና ነገር ግን ኣብዚ ክንሕዞ ዝግባእ ብዙሓት ምኽንያታት ምኽንያት ክኾነ ይኽእሉ ኣብ ምኽንያት ሓሊቦም ናብቲ ምኽንያታውነት ክኾነ ይኽእሉ እዮም። ምኽንያት ብቻ ኮይኖም እዮም ክቐርዩ እምበር ምኽንያታውነት ክህልዎም ኣይኽእልን። ምኽንያቱ ሕዚ ንኣብነት ሰባት ብዙሕ የልዕሉ እዮም፣ ብዙሕ ሕቶ የልዕሉ እዮም። እቲ ሓደ ከባቢያዊ ዘይምችውነት፣ ፋይናንሻል ዓቕሚ፣ ናይ ኢኮኖሚ ዓቕሚ፣ ካልኦት ሕቶታት፣ ካልኦት ተወሰኽቲ ምኽንያታት የልዕሉ። ኮይኑ ግና እቲ ዋና ነገር ሓደ ዓርስኻ ዘይምፍላጥ እዩ። ካብ ዓርስኻ ተበጊስኻ ኣነ ክኾኖ ዝኽእል እንታይ እዩ ኢልኻ እንድሕር ዘይፈሊጥካ ኮንካ ሰባት እንታይ ኣብ ምንታይ ይውዕሉ ኣብ መሰረታዊ ነገር ኣብ ምምላእ ኣብቲ ግዝያዊ ዝኾነ ነገር ንዓና መሰረታዊ ነገር የማልእልና እዩ ናይ ቀፃሊ ዝኾነ ህይወትና ግን ውሕስ ኣይገብረልናን። ስለዚ መሰረታዊ ነገር ናብ ሕልምና ከመይ ኢና ክነሳግሮ ዝብል ዓብይ ሕቶ እዩ ክመፅእ ዝግበኦ ማለት እዩ። ስለዚ መሰረታዊ ነገር እናሰራሕኻ መሰረታዊ ነገር እውን እናረኸብኻ ከመይ ኢኻ ሕልምኻ ዕውት ትገብር ትኽእል ዝብል ዓብይ ሕቶ እዩ ኩላና ክንሓቶ ዝግበኣና ማለት እዩ። ምኽንያቱ መሰረታዊ ነገር ተዘይረኺብና ከዓ ህይወት ናይ ዘይምቕፃል ሓደጋ እውን ከጋጥማ ስለዝኽእል፣ እቲ ዋና ደቂ ሰባት መጀመርያ ክረኽብዎ ዝኽእሉ መሰረታዊ ዝኾኑ ነገራት ክምልሱ ኣለዎም። መሰረታዊ ነገራት ንምምላስ ዝኸድዎ መንገዲ ግን ሕልሞም ዘጥፍእ ወይ ኸዓ ናብ ሕልሞም ዘየብፅሕ መንገዲ ክኾን የብሉን። ከም ቀንዲ ክተሓዝ ዝግብኦ ማለት እዩ። ስለዚ ሰባት ንምንታይ ደኣ እዩ ብጣዕሚ ዝፅግሞም? እዚ ንኣብነት ብዙሕ ሕልምታት ኣለዉና፣ ብዙሓት ዓላማታት ንሕንጽጽ ኢና፣ ብዙሓት ናይ ቐጻሊ ኣንፈታት ንእንፍት ኢና፣ ኮይኑ ግና እቶም ኣንፈታት እሳቶም ኣብ ተግባራውነቶም ወይ ኣብ ውጽኢቶም ትርኢ ተለና ውሕድ ኮይኑ ኢና ንረኽቦ። እንታይ ኮይኑ ኢና ውሕድ ኮይኑ ትብል ተለና ብባዮሎጂካሊ ብተፈጥሮ ኣእምሮና ከም ምክንያት ዘቕርቦም ኣዚ መከላኸሊ ናይ ኣእምሮ መከላኸሊ ኣለዉ። ተመሳሳሊ እውን ካብ ኣእምሮና ሓሊፉ እውን ከባብያዊ ምኽንያታት ነምፅእ ኢና። ከምዙይ ስለ ዘይተመቻቸወለይ፣ ፋሚሊየይ ከምዙይ ስለ ዘይኾኑ፣ ፋይናንሻል ከምዙይ ስለ ዘይኾንኩ ኣነ እቲ ዝሓስቦ ክነብር ኣይኽእልን እየ፣ እዚኣ እያ ትግበእኒ ኢልና ንዓርስና ስለ እንግድም እዩ። ኣብዚ ነገር እዚ እንታይ ይመፅእ? ሕልምና ብኣግባቡ ኣቺቭ ኣይንገብርን ወይ ከዓ ብኣግባቡ ናብቲ ዝድለ ዓላምኡ ኣይነብፅሕን ማለት እዩ። ኣብ ምንታይ ደኣ ተገዲብና ንዓሪ? ኣብቶም መሰረታዊ ሕቶ ዘለኣለም መሰረታዊ ሕቶ ኣምዚ ካብ ኢድ ናብ ኣፍ ዝብልዎ ወለድና ህይወትና ለ ካብ ኢድ ናብ ኣፍ ናነበርና ኩሉ ግዜ ንብል ማለት እዩ እንታይ ግን ኣብዚ ከም ዓብዪ ክተሓዝ ዝግብኦ ሰባት እቲ ዓብዪ ሕልሞም ክምልሱ ተኮይኖም ዓበይቲ ሕልምታት ትሓልም ተለና ዓበይቲ መንገድታት እዩ ምኻድ ዝፅበየና ዓበይቲ መንገድታት ምኻድ ትፅበየና ተሎ ከዓ ዓበይቲ ዕንቅፋታት ዓበይቲ ብድሆታት ኣለዉ። እቶም ዓበይቲ ብድሆታት ንሶም ተቐቢልና ከመይ ኢና ግብረ መልሲ ንህቦም ንዝብል ከዓ ኩላና ክንሓስቦ ዝግበእና ነገር እዩ። ብረቂቕ ወይ ከዓ ብዕምቀት ምሕሳብ ዘድልዮ ጉዳይ እዩ ዝኸውን። ምክንያቱ ኩሉ ግዜ ንዕለታዊ ንዕለታዊ ህይወትና ኢልና እንኣትዮም ተግባራት ኣብኡ ተሓፂርና ንክንተርፍ ይገብሩና እዮም። ኣብዚ ታይ ክንኾን ኣለና ጥበበኛታት ክንኾን ኣለና ጥበባት ክንላበስ ኣለና ምክንያቱ ኣነ ዓብዪ ሕልሚ እንድሕር ኣልይኒ ኮይኑ ናብቲ ዓብዪ ሕልሚ ከብፀሐኒ ዝኽእል መንገድታት እየ ክኽተል ዝግበእኒ ስለዚ መንገድታት ንሳቶም ኣብቶም ዕለታዊ ተግባራት ኦብሰስት ከይኾንኩ እየ ከቐፅሎም ዝግበእኒ ማለት እዩ ኣብቲ ዕለታዊ ነገራት ንምምላስ ዝእተ ተግባር ከይተሓፀሩ ከመይ ናብ ሕልሞም ክሻገሩ ይኽእሉ ንዝብል ብዙሓት ብዙሓት ሜላታት ምጥቃም ይከኣል እዩ። ካብቶም ሜላታት ሐዚ ዓርስና ክንፈልጥ ኣለና፣ ግዜና ብኣግባቡ ክንጥቀም ኣለና፣ ስነምግባርና እውን ነቲ እንሓልሞ ሕልሚ ዘብፅሕ ስነምግባር ክንውንን ኣለና። ስለዚ እቶም ስነምግባራት እዚኣቶም ግዜና ብኣግባቡ እንድሕር ተጠቒምና ስነምግባርና ነቲ ፅባሕ ኣነ ክኾኖ ዝኽእል ስነምግባር እንድሕር ወኒነ ኮይነ እንታይ ኣሎ ማለት እዩ ኣብዚ ኣብዚ ጉዳይ እዚ ኣነ ፅባሕ ክኾኖ ዝኽእል ናይ ምዃን ዕድለይ ዝለዓለ እዩ ዝኸውን ማለት እዩ። ኩላና ከም ድሌት ዓበይቲ ሕልምታት ድልየት ኣለውና ወይ ከዓ ዓበይቲ ሕልምታት ንሓልም ኢና። ከም ተፈጥሮኣዊ ኮይኑ እውን ከም ድልየት ወዲ ሰብ እውን ከምኡ እዩ። ዓበይቲ ሕልምታት፣ ዓበይቲ ድልየታት፣ ዓበይቲ ዓለማታት፣ ዓበይቲ ኣንፈታት ኢና ንህንፍብ። ኮይኑ ግና እቶም ዓበይቲ ኣንፈታት ከይተሳኽዑ ዝተርፍሉ ውሕዳት ወይ ከዓ ዘሳኽዕዎ ሚስጥር እንታይ እዩ ኢልና እቲ ምሕታት ትጅምር ተለና ኣብ ዓለም እንሪኦም ትርጉማት ልወሃቦ ትርጉማት ኣሎ። ኣብ ከባቢና እውን መጺእና ዝወሃቦ ትርጉማት ኣሎ። እዚኦም እንታይ እዮም? ምስጢሮም እንድሕር ኢልና እቲ ሓደ እቲ ስነ ምግባር እዩ። ካልኣይ ከዓ እቲ ስነ ምግባር ሒዝዎም ዝመጽእ ግዜ ኣጠቓቕማ፣ ንስኻ እትውዕለሉ ቦታታት ምፍላይ ካልኦት ብዙሓት ናይ ስነ ምግባር ቀጺሎም ዝመጹ ነገራት እዮም። ከም ኤግዛምፕል እየ ከም ጀነራሊ እተን ሓደ ክልተ ኢለ ዝጠቕሰን ዘለኹ እምበይ ብዙሓት ነገራት እዩ ኣብ ህይወት። መብዛሕትኡ ሰባት እንታይ ኮይኖም እዮም ናብ ሕልሞም ዘይበጽሑ ወይ ከዓ እቲ ዝሓልምዎ ኣቺቭ ዘይገብሩ ኢልና ክንሓስብ ከለና ብትኽክል ሕልሚ ዝሓለሙ ሰባት ኣይድቅሱዩምን ኣቺቭ እውን ይገብርዎ እዮም። ብትኽክል ንጹር ዝኾነ ሕልሚ ፈሊጦም ዝሓለሙ ሰባት መብዛሕትኦም ደቂ ሰባት ግን እንታይ እዮም ሕልሚ ኢሎም ዝሕዝዎ ንዓርሶም ካብ ዓርሶም ሓሊፉስ ንኻልኦት ዘይቅይር ሕልሚ እዩ ወይ ከዓ ድሌት ኢልና ንገልጾ ማለት እዩ። ድልየት እዩ እምበይ ሕልሚ ክኾን ኣይኽእል እዩ ንሱ ከኣ ሕልሚ ትኾን ከሎ ንሕና ኣሕና ዓርስና ተቀይርናሉ ካባና ሓሊፉ እውን ንዓለም ንኻልኦት ሰባት ዝቅይር ነገር ትኾን ተሎ እዩ ሕልሚ ክበሃል ዝኽእል ዓብይ ዝኾነ ሕልሚ ክበሃል ዝኽእል ማለት እዩ ስለዚ ታይ እዩ ግን መዛሕቲና ግን ኣብ ምንታይ ኢና ነትኩር ኣብቲ ድልየታት ኢና ሐዚ ንኣብነት ኣነስ ብዙሓት ድልየታት ኣለዉኒ ክኽደን፣ ብዙሕ ነገር ክህልየኒ ምናምን ምናምን ልብሉ ድልየታት ንሳቶም ሕልሚ ኮይኖም ኣይፈልጡን። ሕልሚ ካባየይ ሓሊፉስ ንብዙሓት ሰባት ከገልግል ዝኽእል ንብዙሓት ሰባት ክተርፍ ዝኽእል ነገር እዩ ሕልሚ ክንብል ንኽእል። ስለዚ ኣብዚ እውን ካብቲ ዲሲፕሊን ግዜኻ ኣጠቓቕማ ካልኦት ነገራት እናበልዐልናዮም ነበርና ተወሳኺ ሰባት ሕልምና ዓላማ ራእይ ልብሉ ነገራት ንጹር ዝኾነ ትርጉም ክህልዎም ኣለዎ። ስለዚ ኣብዚ ጉዳይ እዙይ ዓበይቲ ንጽረት ሃልይና ወይ ኸዓ ፍሉይ ዝኾነ ንጽረት ሃልይና ንሕና ዓብዪ ዝኾነ ሕልሚ እንድሕር ሓሊምና ኮይንና ዓብዪ ዝኾነ ሕልሚ ትሓልም ተለና ኸዓ ነቲ ዓብዪ ዝኾነ ሕልሚ ከብጽሑና ዝኽእሉ መንገድታት ክንኽተል እዩ ዝግባእ ማለት እዩ። ሓደ ሓደ ዓበይቲ ዝምስልዎ ነገር ኣሎ ኣብዚ ኣብ ትግራይ ድራር ማማሸ ዝበሃል ኣሎ ኣበሃህላ እዚ ንኣብነት ሕልሚ ትብሎ ተለና እቲ ድራር ይኾን ኣሎ ማለት እዩ እቲ ብዓውዩ ዝመፀካ መማሸይ ትኾን ተሎ ግን ክሳብ እቲ ሕልምኻ ትበፅሕስ ዘብፅሑኻ መንገድታት ወይ ኸዓ ናብ ሕልምኻ ንኽትበፅሕስ ከሰጋግሩኻ ዝኽእሉ ሰንሰለት ኣብቶም መሰረታዊ ነገራት ግን ክንጥንቀቕ ኣለና ወይ ኸዓ ጥበበኛታት ክንኾን ኣለና ምክንያቱ እቶም መሰረታዊ ነገራት እሳቶም ኣዕጊቦምና ንተርፍ ሰባት ኢና ሒዞምና ደው ክብሉ ይኽእሉ እዮም ብባህሪኦም ከምኡ እዩ ባህርያዊ ዝኾነ ከምዚ ተፈጥሮኣዊ ናይ መሰረታዊ ነገራት ክረክብ ተሎ ሰብስ ናይ ምዕጋብ ባህሪ ኣሎ ካብኡ ወፂእና ግን ክንሓስብ ኣለና ልዕሊኡ ካሊእ ሂወት ካሊእ ዓለም ከም ለለው ግን ብዙሓት ስኮላርስ ወይ ከዓ ኣብ ብዙሓት ፕሮፌሽን በብናይ ባዕሎም ኣንግል ይምልስዎ እዮም እዚ ንኣብነት ሰባት ሲ ኣብ ምንታይ ትኾኑ ተለዉ እዮም ቢግ ዝኾነ ሓሳብ ወይ ኻዓ ቢግ ዝኾነ ሕልሚ ክሓልሙ ዝኽእሉ ዓብይ ዝኾነ ሕልሚ ክሓልሙ ዝኽእሉ? ከም ሓደ ከምቲ ዝበልኻዮ ኣብ ሊሚተሽን ትህሉ ተሎ ሰብ ወይ ኻዓ ኣብ ስእኖት ትህሉ ተሎ ዝኾነ ነገር ናይ ምፍጣር ዓቕሙ ይውስኽ እዩ ዝብል ሓደ ዓብይ ሓሳብ ይለዓል እዩ። እቲ ኻልኣይ ኻዓ መሰረታዊ ዝኾኑ ነገራት መሊስና ሕዚ ንኣብነት ተኸዲንና ኸብድና ፀጊብና ኢና ክንሓስብ እንኽእል እምበር ኸብዱ እንድሕር ዘይፀጊቡ ሰብ እቲ ዝግባእ ኣእምሮና ምግቢ እንተዘይረኺቡ እቲ ዝግባእ እቲ ዓብዩ ዝኾነ ሓሳብ ወይ ከዓ እቲ ዓብዩ ዝኾነ ድሪም ከምፅኦ ይኽእል እዩ ዝብል እውን ሓሳባት ይለዓል እዩ። ኣብዚ እስካብ ሕዚ ኮንትሮቨርሻል ዝኾኑ ሓሳባት እዮም። ሕዚ ልምድታት እውን ምርኣይ ንኽእል ኢና ናይ ዓለም ልምድታት ሐዚ ንኣብነት ፅቡቕ ናብራ ኣልዎም ኣብ ፅቡቕ ኒትሪሽን ኣብ ፅቡቕ ኢንቫይሮመንት ኣብ ፅቡቕ ኩሉ ነገር ተማሊእሎም ብኡ ልክዕ ማለት ውፅኢታዊ ዘይኾኑ ሰባት ኢና ውፅኢታዊ ዝኾኑ እውን ኣለዉ እተጠቐምሉ ብጣዕሚ ዋይዝ ኮይኖም ዝተጠቐምሉ ማለት እዩ እቶም ብጣዕሚ ኣብ ዓለምና ቀያሪ ዝኾነ ሓሳብ ቀያሪ ዝኾነ ነገር ቀያሪ ዝኾነ ሳይንስ ዘምፅኡ ሰባት ግን ተርእይና እዩ ካብ ዓርሶም ተበጊሶም ካብ ሊሚቴሽን ዝተበገሱ ሰባት ኣ ሰብ ሓደ ናብዚ ዓለም እዚ ክመፅእ ከሎ ብመፅሓፍ ቅዱስን ብሳይነስን ኣብዚ ዓለም ሓዲግዎ ክኸድ ዝኽእል ነገር ወይ ከዓ ኣብዚ ዓለም ኮንትሪቢት ገይርዎ ክኸድ ዝኽእል ነገር ኣሎ ብኣምሳለ እግዚኣብሔር ዝፍጠር ከለና ዓበይቲ ስራሕትታት ዓበይቲ ዝኾኑ ነገራት ሓዲግና ክንሓልፍ እዩ እቲ መፅሓፍ ቅዱስ ዝብለና ስለዚ ኣብዚ ነገር እዚ ማንም ሰብ ዓብዪ ነገር ምስራሕ ይኽእል እዩ ማለት እዩ እዚ መብዛሕቲና ግን ዝኾነ ናይ ዓርስና እንድሕር መሊእልናስ ኣብ ከባቢና ዘሎ ፀገማት ዘይንሓስበሉ ኩነታት ይፍጠር እዚ ክንውግዞ እዩ ዝግባእ ምክንያቱስ ኣነ ፅቡቕ ዝኾነ ኢንቫይሮንመንት ፅቡቕ ዝኾነ ኣተሓሳስባ ፅቡቕ ዝኾነ ውዕሎ ክህልየኒ ተኮይኑስ ኩሉት ማሕበረሰብ እውን ፅቡቕ ዝኾነ ውዕሎ ፅቡቕ ዝኾነ ኣተሓሳስባ ክህልዎ ከሎ ናይ ሰርድና ፈረስት ወርልድ ለሎ ሓላላይ ንሶም ኣይ እቲ ናይ ፋይናንሻል ዓቕሞም እቲ ናይ ኢኮኖሚ ዓቕሞም መሊሶም እቲ ናይ መሰርታዊ ነገር ሕቶኦም መሊሶምስ ንዓለም ታይ እየ ከበርክተላ ናብ ዝብል ሕቶ በፂሖም ከይበሃል ኣብዚ ኮንካ ግን ንዓለም ታይ እየ ከበርክተላ ኢልካ ምሕሳብ ጥራሕ እዩ። ኣሎራ ውሽጣዊ ብርሃን ኣድማሳዊ ድምቀት።